ተዓዋቲ ዙር ጋቦን ክልተ ሽሕን ዓሰርተ ኣርባዕተን ኤርትራዊ ተቐዳዳማይ ናትናኤል ብርሃነ ድሕሪ ዘመዝገቦ ረዚን ዓወት ተዓዋቲ ዙር ቱርኪ ክልተ ሽሕን ዓሰርተ ሰለስተን ኮይኑ ብዩሲኣይ ብምግላጹ ድርብ ዓወት ኣመዝጊቡ። ናትናኤል ኣብቲ ብ ዓሰርተ መድረኻት ዝሸፈነ ዙር ቱርኪ ክልተ ሽሕን ዓሰርተ ሰለስተን ካልኣይ ደረጃ ሒዙ ውድድሩ ድሕሪ ምፍጻሙ ነቲ ውድድር ዝተዓወተሉ ቱርካዊ ሙስጦፋ ሳይራን ሓይሊ ዝህብ መድሃኒት ወሲዱ ስለዝተረኽበ'ዩ ሕጂ ድሕሪ ኣዋርሕ ዓወቱ ብዩሲኣይ ዝተገልጸ። ናትናኤል ኣብቲ ናይ ክልተ ነጥቢ ሓደ ደረጃ ዘለዎ ዙር ጋቦን ፈላሚ ኣፍሪቃዊ ተቐዳዳሚ ዕውት ብጫ ማልያ ክኸውን ምብቅዑ ጥራይ መዛረቢ ማዕከናት ዜና ኮይኑ እዩ ዘሎ። ነቲ ውድድር ዛዚሙ ብቐጥታ ናብ ፈረንሳ ድሕሪ ምምላሱ ገለ ማዕከናት ዜና ፈረንሳ ቃለመጠየቕ ከካይዳሉ ብጋንትኡ ዩሮፕካር ሓቲተን ምህላወን ናትናኤል ብተሌፎን ኣብ ዝገበሮ ቃለመጠየቕ ገሊጹ። ናትናኤል ንውሩይ ስጳኛዊ ተቐዳዳማይ ሉዊዝ ሊዮን ሳንቼዝ ብሓንቲ ካልኢት ረቲዑ ተዓዋቲ ክኸውን፣ ኤርትራውያን ተቐዳዳምቲ ልዑል ተራ ከምዝተጻወቱሉ፣ ብፍላይ ኣብተን ክልተ ናይ መወዳእታ መድረኻት፣ ሜሮን ኣማኑኤልን ሜሮን ተሾመን ንሉዊስ ሊዮን ሳንቼዝ ኣብ ቅጽበታዊ ውድድር ረቲዖም ግዜ ካብ ምኽሳብ ስለዝዓንቀጽዎ፣ ኣብ ዓወቱ መሪሕ ተራ ምጽዋቶም ኣነጺሩ። ዝቕጽል ጸወታ ናትናኤል ኣብ ማሌዥያ ኮይኑ ብቱር ላንካዊ ዝጽዋዕ ዓሰርተ መድረኻት ዘጠቓልል ብኽልተ ሓይሊ ፈረስ ዝልካዕ ውድድር እዩ። ቱር ላንካዊ ካብ ዕስራን ሸውዓተን ለካቲት ክሳብ ሸሞንተ መጋቢት እዩ ክካየድ። ኣብዚ ውድድር ኤርትራዊ መርሃዊ ቅዱስ እውን ምስ ክለብ MTN ብምዃን ክሳተፍ እዩ። ዝኸበርኩም ተኸታተልቲ ናትናኤል ኣመዝጊብዎ ንዘሎ ድርብ ዓወት ኣመልኪቱ ጋዜጠኛ ስፖርት ኣማንኤል ኣልኣዛር ናብ ፈረንሳ ብምድዋል ኣዘራሪብዎ ኣሎ። ምሉእ ትሕዝትኡ እንሆ።
ሕጂ ናቱ እስኪ እቲ ተመዝጊቡ ዘሎ ዓወት ከመይ ትገልጾ? ናይ መጀመርያ ኣፍሪቃዊ ተቐዳዳማይ ኢኻ ንዙር ጋቦን ክትዕወተሉ ክኢልካ ዘለኻ። ከመይ ትገልጾ እቲ ዓወት? ዋው ናይ ብሓቂ ማለት ኣዝዩ ዓቢ ሓጎስ እዩ። እትገልጾ እንተኾይና ማለት እዩ ብፍላይ ኣብቲ ናይ ጀነራል ክላሲፊኬሽን ከምዚ ተወዳዲረ ምስ በዓል ሉዊስ ሳንቸዝ ጋርድማን ክስዕሮም እሞ ከኣ ኣብቲ ናይ ቀዳማይ ኣፍሪቃዊ ክብሪ ክረኽበሉ ከሎ ኣዝዩ ዝበለጸ ማለት እዩ። ምኽንያቱ ብስጋብ ሕጂ ኣብ ትሽዓተ ኣብ ሸሞንተ ዓመት ቅድሚ ሕጂ ወላ ሓደ ኣፍሪቃዊ ተዓዊትሉ ነበረ ኣይነበረን። ሕጂ ኣብ መበል ታሽዓይ ዓመትና ኣፍሪቃዊ ብኤርትራዊ ከምዚ ኢለ ክስዕር ከለኹ ኣዝዩ ዓቢ ሓበን ማለት እዩ ንዓይ። ብኣዝዩ ምሉእ ዓመት ሞራል ኣጊዱኒ ኣብ ምስ ኮንፊደንሰይ ክጻወት እንድኽእል ኮንፊደንስ ሒዘ ብቕዓት ረኺበ ኣለኹ ክብል እኽእል እየ ማለት እዩ ንመላእ ዓመት። ሕጂ ተዓዋቲ ዙር ቱርኪ እውን ምዃንካ ተገሊጹ ኣሎ። እዚ ምስቲ ናይ ጋቦን ዓወት ከይወዳእካ ከምዚ ዓይነት ዜና ክመጽእ ከሎ እስኪ ብዛዕባ እዚ ከ እንታይ ትብለና? ብጣዕሚ ደገርም እዩ ማለት እዩ ትማሊ ከኣ ገና ትማሊ እያ ኣትያ ማለት ንፈረንሳ እቶም ዝሰርቅዎ ኢንተርነት ምስ ገንጸሉ ቅድምታት ድሮ ተቢሉ ጸኒሕኒ ማለት እዩ ብኢንተርነት ከኣ ከም ዝተሰጋገረ ተሓቢረ ማለት እዩ ዋላ እዚ ከኣ ንዓይ ምእማን ጸጊም ማለት እዩ ኩሉ ሰብ እታ ሃንቲ ዝጽበዮ ነበረ ማለት እዩ ናይ ዙር ቱርኪ ኩሉ ሙሉ ከኣ ሕጂ እቲ ቀንዲ መጺለይ ሽመይ ብምሉእ ሙሉእ ተሰጋጊርሉ ማለት እዩ ድርብ ሓጎስ ድርብ ዓወት ክብሎ ይኽእል ማለት እዩ። ኣብ ናይ እዚ ፍጥርቲ ከኣ ምሉእ ምሉእ ሓጎሰይ ክገልጽ ጸጊበሉ ማለት እዩ። ኣብ ውሽጢ ናይ ዓመት ናይ ፕሮፌሽናል ግዜኻ ተዓዋቲ ዙር ቱርኪ ኮንካ፣ ዙር ቱርኪ እቲ ሆርስ ካታጎሪ ደረጃ ደለዎ ናይ ዓሰርተ መድረኽ ውድድር እዩ። እንደገና ንኣሚሳ ቦንጎ ቀዳማይ ዝተዓወትካሉ ኣፍሪቃዊ ክትከውን በቒዕኻ ኣለኻ። እዚ ናብ ምንታይ ይወስደኒ ኣሎ ትብል? ሕጂ እንታይ እዩ ትጽቢትካ? ኩላ ግዜ ከምዚ ዓወት ክትረክብ ከለኻ ማለት ነቲ ናትካ ባይታ ባብ እናኸፈለልካ መጺኡ ማለት እዩ። ብጣዕሚ ደሐጉስ ነገር እዩ። ኩሉ ነገር ሕጂ ባይታ ተኸፍተሉ እያ ማለት እዩ። ናይ ቅድሚ ዘሎ ውድድራት እቲ ዝዓበየ ዓበየ ውድድራት ብሕጂ ኣብ ገለ ገለ ሊደር እናኾንኩ እውን ክኸይድ እየ። ምክንያቱ ሰማንያ ምስ ተገልጸ ዝመጽእ ዘሎ ወርሒ ኣብ ስሪላንካውያ ሊደር ገይሮምኒ። እዚ ክሳብ ሕጂ እቲ ንዓይ ባይታ ዝኸፍተለይ ዘሎ ማለት እዩ። ከምዚ ኢለ ኣብዚ ክዕወት ከለኹ ኣብኡ እውን ባይታ እናኸፈተለይ ዝመጸሉ ዓቢ ክብሪ ማለት እዩ። ኣብኡ ከምኡ ኢለ ዓወት ኣምጺኣ ከኣ እንድዒ ተስፋ ገብር ኣብቲ ግራውንድ ተርክኣ ምስ ኮንፊደንሲ ኣቲኻ ዝኾነ ታሪኻዊ ቅያታት ክሰርሕ ክፍትን ኢዩ ማለት ኢዩ። ከምዚ ናይ ምድራ ዓወት ትኹን ወይና ሃዲምካ ምውዓል ናይ ኮምባቲቭ ራይደር ንምሽላም ገለ ምጻትካ እንድዒ ሕልሚ ድልማት ናይዚ ዓመት። ሕጂ
ንሰማዕቲ ውን ኣፍልጦ መታን ክኾኖም ግራንድ ቱር ዝብሃሉ ውድድራት እቶም ሰለስተ ዓበይቲ ኣብ ብሽክለታ፣ ጂሮ ዲ ኢጣልያ እዩ ቅድም ድካየድ ኣብ ወርሒ ሓሙሽተ ጉንበት እዩ ድጅምር ኩሉ ግዜ ቱር ዲ ፍራንስ ኣብ ክራማት ይካየድ ብድሕሪኡ ውን ኣብ መወዳእታ ቮልታ ስጳኛ ይመጽእ ኣብዚኦም ውድድራት እዚኦም ድኣቱ ተቀዳዳማይ ን ዕስራን ሓደን መዓልታት ክከይድ ድክእል ሓያል ሬዚስታንስ ደለዎ ብዓቅሚ ውን ትሽዓተ ተጻወቲ ሒዛ ስለ ትኣቱ እታ ጋንታ ካብቶም ዘለዋ ዕስራን ሓሙሽተን ዕስራን ሽዱሽተን ተጻወቲ እያ መሪጻ ተእትዎም ሎሚ ዓመት ካብ ካብ ሰለስቲኦም ኣብ ሓዲኦም ናይ ግድን ክንርእየካ ኢና እስኻ እንታይ ትብል በየናይ ክትጅምር ወይ ኣነስ ኣብዚ ተዝኣቱ ነዚ ውን ይበህጎ እየ ትብሎ እስከ? ኖርማሊ ጅሮ ዲኢታልያ ዳርጋ ተስዓ ሚኢታዊት የሕሊፎምኒ ኣለው ናብ ጅሮ ዲኢታልያ ማለት እዩ ነቲ ጅሮ ዲኢታልያ ውድድር ተስፋገብር ማለት እዩ ኣብኡ ዝዓበየት ካብቲ መወዳእታ ተበጺሐ ዕስራን ሓደን መድረኻት ክንወዛዝሞ ዓቢ ዓወት ይንዕናዕ እዩ ማለት እዩ ተስፋ ከኣ እገብር ዝኾነ ኣንጸበራቕ ክብል እምበር ምሉእ ምሉእ ዳርጋ ተስዓ ሚእታዊት ናብ ጅሮ ድዩ ተሊዐ